ናይ ሎሚ ኣርእስተይ ሓፅር ኣቢለ ከዘ ሕዘ እየ እኳ ሰዓት ተደሓን ይመፅ ኣለኹ ኢየሱስ ክርስቶስ ጎይታ እዩ ተማቐልቲ ናይቲ ኣምላኸ ባህሪ ንከውን ዝብል ኣርእስቲ ሒዘ ዘለኹ ተማቐልቲ ናይቲ ኣምላኸ ባህሪ ኢየሱስ ክርስቶስ ጎይታ እዩ ሃለሉያ እዚ ፅሑፍ እዚ ኣብ ካልኣይ መልእኽቲ ጳውሎስ ጴጥሮስ ኢና ንረኽቦ ምዕራፍ ሓደ እንዳሓከልና ርኢና እቲ ቃል ኣምላኽ ከንብቦ እሞ ካብኡ ገና ነገር ክንወስድ ኢና ንሎሚ ዝኸውን ኢየሱስ ክርስቶስ ጎይታ እዩ ሃለሉያ ካልኣይ ጴጥሮስ ምዕራፍ ሓደ ካብ ፍቕዲ ሓደ ጀሚረ እንድሕር ኣንብቤ ክተሓሓዘልና መታ ስጋብ ሸሞንተ ዘሎ ከነንብቦ ኢና። ኢየሱስ ክርስቶስ ጎይታ እዩ። ምስም ኢየሱስ ስምዖን ጴጥሮስ ናይ ኢየሱስ ክርስቶስ ባርያን ሃዋርያን ናብቶም ማዕረታ ናትና ዝኸብረታ እምነት ብጽድቂ ኣምላኽናን መድሓኒናን ኢየሱስ ክርስቶስ ዝተቐበሉ እተመቕሉ ብፍልጠት ኣምላኽናን ጎይታናን ኢየሱስ ክርስቶስ ኣባኻትኩም ጸጋን ሰላምን ይብዛሕ። እቲ ብፍልጠት ክብሩን ደግነቱን ዝጸውዓና ኣምላኽ ሓይሉ ንህይወትን ንፍርሃት እግዚኣብሔርን ዝኸውን ኩሉ ካብ ዝህበና ብእኡ እታ ክብርትን ዓባይን ተስፋ ዝረኸብና ኣብ ዓለም ብፍትወት ስጋ ካብ ብዘሎ ጥፍኣት ወጺኹም ተማቐልቲ እቲ ኣምላኻዊ ባህሊ ምእንቲ ክትኮኑ ሓሙሽተ፣ ብትካት ዘበለ ተጋደሎ ኣብ እምነትኩም ደግነት ወስኹ፣ ኣብታ ደግነትኩም ፍልጠት፣ ኣብታ ፍልጠት ኣብ ምግታእ ርእስኻ፣ ኣብቲ ምግታእ ርእስኻ ድማ ዓቕሊ፣ ኣብቲ ዓቕሊ እውን ፍርሃት እግዚኣብሄር፣ ኣብ ፍርሃት እግዚኣብሄር ድማ ምፍቃር ኣሕዋት፣ ኣብ ምፍቃር ኣሕዋት ፍቕሪ ንኹሉ ሰብ። እዚ ነገር እዚ እንተለኩም እናማዕበሎን እንተኸደ ንምፍላጥ ጎይታና የሱስ ክርስቶስ ሃካየትን፣ ዘይተፍርዩ ክትኮኑ ኣይክሓድገኩምን እዩ ኢየሱስ ክርስቶስ ጎይታ እዩ ሃለሉያ እዚ ቃል ኣምላኽ እዩ ሃለሉያ ሃለሉያ እዚ ነገር እዚ እንተለኩም ኢላ መወዳእታ ሃለሉያ ሃካየትን ዘይተፍርዩ ክትኮኑስ ኣይክሓድገኩም እዩ ሃለሉያ ሓደ ነገር እግዚኣብሔር ይደሊ ካባኻ እቲ ቀንዲ ቀንዲ ወሃቢ ምንጪ እግዚኣብሔር እዩ ካብኡ ምስ ተቐበልካ ግን ናትካ ነገር ክትሕዝ ኣለካ ኩሉ ግዜ ዝብላ ኣለና ይፍርሓ ወይ ሓደ ግዜ ዘምሃራ ንእግዚኣብሔር ብሓደ ነገር ሓንቲ ነገር ንደግፎ ኣምሄርና ናይ ሓደ ግዜ ብሓንቲ ነገር ካብዚ ኩሉ ሓደ ነገር እንድሕር ኣሊና ፍቕሪ ሓዋት ተሊና ፍቕሪ ንኩሉ ሰብ ተሊና ሓልዮት ተሊና ፍርሃት እግዚኣብሔር ተሊና ካብዚ ኩሉ ዋላ ሓደ ተሊና እግዚኣብሔር ንዓ የብዝሓ እዚ ነገር እዚ እንተልይኩም ሃለሉያ የሱስ ክርስቶስ ጎይታ እዩ ኣነ ደልያ ዘለኹ ግን እታ ፍቐዲ ኣርባዕተ ዘላ ኢና ክንወስድ ካብኡ ከኣ ናብ ፍቐዲ ሓሙሽተ ክንሰግር ኢና ከምዚ ኢለን ብእኡ እታ ክብርትን ዓባይን ተስፋ ዝረኸብና ኣብ ዓለም ብፍታው ብፍትወት ስጋ ካብዚ ዘሎ ጥፍኣት ወጺኹም ተማቕልቲ ኣምላኻዊ ባህሪ ምእታው ክትኮኑ ተማቕልቲ ኣምላኻዊ ባህሪ መጀመርያ እግዚኣብሔር ኣምላኽ ዝገበሮ እንድሕር ኢልና ካብዚ ዓለም እዚኣ ኣውፅእኩም ኢልና ካብ ብፍታው ስጋ ዝመፅእ ናይ ዓለም ፍትወት ካብ መጀመርያ እግዚኣብሔር ኣውፅእና ሃለሉያ እግዚኣብሔር ነገር ሓደ ነገር ከይገበረ ሓደ ነገር ግበር ኣይብለካን መጀመርያ እሱ እዩ ዝገብር እግዚኣብሔር ኣምላክ ምስ ገበረ እዩ ግበር ዝብል ኩሉ ነገር ምስ ገበረ ኢና ኣዳም ኣብቲ ምድሪ ካብታ ናይ መጀመርያ ምድሪ ፈጥር ከሎ ንዕኡ ኣዘቐመጦ ምስ ዝሰረሐ ምስ ዓየየ ኩሉ ምስ ወደየ ሰብ ፈጢሩ ኣብዚኣ ዕየን ሓልዋን ኢሉ ኣዘቐመጦ ኣብ ባዶ ኮነ ኣቐሚጥዎ ኣብ ሙሉእ ዝጎደለ ነገር ከ ኣይነበረን ዋላ ሓደ ዝጎደለ ነገር ኣይነበረን ኣዳም ስለዚ እግዚኣብሔር ኣምላኽ ኣብ ሙሉእ ነገር እዩ ዝበካ ስለዚ ኣብ ያዕቆብ ንሕከና ሪና እቲ ሙሉእን ፅቡቕን ህወት ካብ ለውጡ ወይ ምፅላት ዘይብሉ ካብ ትላዕሊ ካብ ሰማያት እዩ ዝወርድ ሙሉእ ዝኾነ ለውጢ ወይ ምፅላለት እውን ዘይብሉ ካብይ ካብቲ ኣቦ ብርሃናት ዝኾነ ካብ ላዕሊ ይወርድ ኣሎ ሃለሉያ ስለዚ ሙሉእ ዝኾነ ውበት እዩ ዝብ እግዚኣብሔር ወለሉ ዝበሃል ናይ እግዚኣብሔር ውበት የለን ፍርቂ ፍርቂ ዝበሃል ናይ እግዚኣብሔር ውበት የለን ኣብ ሰብ ክህሉ ይኽእል እዩ ኣባይ ክህሉ ይኽእል እዩ ኣባኹም ክህሉ ይኽእል እዩ ኣብ እግዚኣብሔር ከምኡ ዝበሃል የለን ስለዚ እግዚኣብሔር ኣምላኽ ሓደ ነገር ግን መጀመርያ ካብ ዓለም ካብቲ ፍትወት ስጋ ነበረ ኣውፅእና ናብቲ መንግስቲ ፍቕሪ ወዱ የእቲና መጀመርያ ስለዚ ኣብኡ እንድሕር ኣቲኻ ካብቲ ዝነበርናዮ ኢልና ጳውሎስ ክዛረብ ከሎ ኣብ ሮሜ ሲ ነቶም ዓለማውያን ደቂ እስራኤል ፈላሊ ክዛረብ ከሎ ንስኻትኩም ኣውሊዕ በረኻ ዝነበርኩም ከይንመካሕ መታን ክዛረብ ከሎ ኣብ ልዕሊ ደቂ እስራኤል ንስኻትኩም ኣውሊዕ በረኻ ዝነበርኩም ንስኻትኩም ካብቲ ቆረፁ ንዓኹም ክትኩም ዝጸጋ ንዓኹም ንምልዓል እዩ ናቶም ንውዳቅ ናቶም ምልዓል ካኣ ንዓኹም ኣዚ ጸጋ እዩ ዝውስኸልኩም ግን ካኣ ንሳቶም ኣውሊዕ በረኻ ኢኹም ኔርኩም ክትዕበዩ የብልኩምን ስለዚ እግዚኣብሔር ኣምላኽ ናብቲ ጉንዲ ኣነ እቲ ሓቀኛ ጉንዲ ወይኒ እዩ ጎንዲ ክርስቶስ ንሳቶም ካኣ ትም ጨናፍር ኢኹም እቲ ኣባይ ዝጠበቐ እቲ ኣባይ ዝረገበ እሱ ይፈርድ እዩ ስለዚ ንሕና ኣብ በረኻታት ነበርና ቆሩፃት ዝነበርና ግን ኣብቲ ጉንዲ ወይኒ ምስ ረገምና ከምቲ ክርስቶስ ዝፈረዮ ፍረ ንፈሪ የሱስ ክርስቶስ ጎይታ እዩ ስለዚ ናይ እግዚኣብሄር ነገር ደስ ዝብለካ ግበር ክብለካ ከሎ ዘሕለፈልካ ነገር ስለ ዘለዎ ዘቐመጠልካ ስለ ዘለዎ እዩ ጸጋ ይህበካ ክትዓይ ምሕረት ህበካ ክትዓይ ጥዕና ህበካ ክትዓይ እዚ ኩሉ እዚ ካብ እግዚኣብሄር ዝቐበለ ክንፅሊ ፀኒሕና ነርና ኣዝያ ትገርመኒ እዚ ቃል ተዛሪቡ ፍርሓዊ ፀኒሑ በዚ መዓልቲ እዚ ብዙሓት ኣብ ስቓይ ዘለዉ ሰባት ኣለዉ ኣብ ሕክምና ዘለዉ ትማሊ ኣጋጣሚ ንዛረብ ኔርና ምስ ኣሚነይ ሲኮም ብዛዕባ ናይዛ ጓል ነብሲ ሓመሳ እታ ዶክተር ኢላታስ እዚ ዳ ቀሊል ሕማም እንድዩ ኢላታ ብዙሓት ሲ ኣብ ሕክምና ኮይኖም ሓኪም ዋላ ክረድኦም ዘይክእል ብቃንዛ ዝልለዉ ብዙሓት ኣለዉ ዋላ እቲ መዐገሲ ናይ ሓ ቃንዛ ተባህለ ዘይዓየሎም ዘይሰርሓሎም ኣለዉ እዚ ቀሊል ነገር እዩ ኢላ ኣጻናኒዓትኒ ትብል ኔራ እዚ ሲ ብዙሕ ነገር ኣሎ ንሕና ግን እግዚኣብሄር ጸጉ በዚሕልና ካባና ዝኾነ ነገር ኣይኮነን እሱ ይህብ እዩ ንሕና ከኣ ተቐበልቲ ኢና ተቐቢልና ግን ክንህብ ንእግዚኣብሄር ክንመልሰሉ ይግባእ እዩ ስለዚ እግዚኣብሄር ክብል ከሎ ዋላ ሓደ ነገር ከይገበረ እዚ ግበር ኢሉ ኣይልእኸካን እዩ ይህበካ ስዑ ይልእኸካ ስለዚ ንደቅም ደቀ መዛሙርቲ ከልኾም ከሎ ጌታ ይብሎ መጀመርያ ስልጣን ይህቦም ስልጣን ዝሃቦም ከዓ ክይዱ ዕየ ይምሰሎም ዓዮም ተመሊሶም ገና ተምሃሮ ምስ እዮም ዘለዉ ዓመት ክልተ ዓመት እዮም ገይሮም ክልኦም ከሎ ግን ስልጣን ሂብ ኢሊ ይኸውን ዝኾነ ነገር ሒዝም ከይ ትኸል ኢልዎም በትሪ ኣይትማሉ ቅያር ክዳን ኣይትማሉ መግቢ ትማሉ ኢልዎም እሱ ኩሉ ነገር ግን ሓልዩሎም ስለ ዝፀንሐ ኩሉ ነገር ሰሚዑሎም ማለት እዩ የስ እዚ እግዚኣብሔር ኣምላክ ክልእ ከሎ እዚ ግበር ክብል ከሎ ክእዝዝ ከሎ ሓደ ነገር መጀመርያ ይገብር ይህበካ ዓዲ ምስ ተቐበልካ ከትህብ ሃለሉያ ኢየሱስ ክርስቶስ ጌታ እዩ። ስለዚ ባህሪ ናይ እግዚኣብሔር ተኸንሪና መጀመርታ ባህሪ እግዚኣብሔር እንታይ እዩ? ባህሪ እግዚኣብሔር ብዙሕ ቃል ጠቅስ ንኽእል ኢና ኣይኮና ንሕና ደቅና ከማን ክገልፀው ይጅምሩ ይኽእሉ እዮም። እግዚኣብሔር ሕያዋ እዩ፣ ርህሩህ እዩ፣ ፈቃሪ፣ መሓሪ፣ ፀጋዊ ብዙሕ ክንብል ንኽእል ኢና። ስለዚ ኣብዚ እንተጠቂሰን ዘለዋ ከም ካብአን ዝወፃ ኣይኮነ ካብቲ ባህሪ ናይ እግዚኣብሔር እዚ ዝወፅእ ነገር ኣይኮነ ፍቅሪ ኣሕዋት ይልና ኣሎ ክርስቶስ ደኣ ኣፍቂሩና እንድዩ። ፍቕሪ ንኹሉ ሰብ እዩ ኢልና እግዚኣብሔር ኣምላኽ ንኹሉ ሰብ ኣፍቂሩ እንድዩ። ከምኡ እንድያ ትብል ኣብ ወንጌል ዮሃንስ ዘላ ራእዩ ጣሽ ብሎ ንዓለም በዓል ክንድዚ ኣፍቀራ እዩ ንወዱ ስጋብ በጃ ዝህብሲ ንዓለም በዓል ክንድዚ ኣፍቀራ ስለዚ ንኹሉ ሰብ ከዓ እግዚኣብሔር የፍቅር ንሓጢኣተኛ ዝፍቅር ንፃድቕ የፍቅር ንኹሉ የፍቅር ነገር ግን ፍቕሩ ተረዲኡ ዝመፀ ጥራይ እቲ ፍቕሪ ናይ ክርስቶስ ክርድኦ ይኽእል ማለት እዩ ኢየሱስ ክርስቶስ ጌታ እዩ ስለዚ ባህሪ ናይ እግዚኣብሔር ኣዝዩ ፍቕሪ ዝኾነ እዩ ከም ዝብለና እታ ቃል ኣምላኽ ደጊም ክንብባ ፍቓድ ኣርባዕተ ብኡ እታ ክብርትን ዓባይን ተስፋ ዝረኸብና ኣብ ዓለም ብፍትወት ስጋ ካብ ዘሎ ጥፍኣት ወፂኹም ተማቐልቲ ኣምላኽ ባህሪ ክትኮኑ ምእንቲ ክትኮኑ ኢልና ምእንቲ ክትኮኑ ተማቐልቲ ኣምላኻዊ ባህሪ ናይ እግዚኣብሔር ባህሪ ብዙሕ እዋን ኣብ ሓንቲ ጥቕስ ጥራይ እንዲበ ከሰኽት በየ ዮናስ ንዝክሮ ኢና ነቢ ዮናስ ኣፈወርቅ ምዕራፍ ኣርባዕተ ሓደ ቃል ተዛሪቡ ፍቓድ ምዕራፍ ክልተ ምዕራፍ ፍቓድ- ምዕራፍ ኣርባዕተ ፍቓድ ክልተ ይቕሬታ ነቢ ዮናስ ከምዚ ይብል ናብ እግዚኣብሄር ጸለየ በለ ድማ ዎእግዚኣብሄር እልምነካ ኣለኹ እቲ ኣብ ሃገረይ ከለኹ ዝተዛረብኮ እዚ ዶ ኣይኮነን መሓርን ርሕሩሕን ንኹራ ደምካይን በዓል ምሉእ ሳህልን ንኡከይ ትጣዕሰሉ ኣምላክ ከምዝኾንካ ስለ ዝፈልጥ ስለዚ እየ ቀዲመ ናብልከ ደርሰ ዝሃደሙ ሄሎ መሓርን ርሕሩሕን ንኹራ ደምካይን እዚ ባህሪ ናይ እግዚኣብሄር ስለዚ ኣምላኻዊ ባህሪ ተማዕልቲ እዚ ርሕራሐ ናይ እግዚኣብሄር እዩ፣ ድንጋጼ ናይ እግዚኣብሄር እዩ፣ ንኹራ ደንጓይ እዩ። ስለዚ ኣይትኾሪ እዩ ዝብለና ኮሲ ሚስና ኣሎ ኣይትኾርያ ወይ ክብርኣኹም ፀሓይ ዕረባ እግዚኣብሄር ክኾሪ ስለ ዘይክእል እዩ። ኣይኩርን እዩ እግዚኣብሄር ኣብ ኩሩ ኣይዓርበን እዩ እግዚኣብሄር እንድሕር ተመሊስና ይምለሰና እዩ ተተመለስኩስ ናባይ ድኣ ተመለስ ዝበለ እኮ ስለ ዝምለስ እዩ ናትና ምምላስ እዩ ዝደሊ እምበር እሱ ምምላስ ኣየደንጉዮን እዩ። እሱ ምሕዓር ክምሕር ኣየደንጉዮን እዩ። እሱ ክጸጉ ኣየደንጉዮን እዩ። እሱ ዝኾነ ነገር ክገብር ኣየደንጉዮን እዩ። ናህና ልቢ ናህና ህይወት ግን እየ ዝገድሶ ሓሊፉ ንካልኦ ነገር ኣይገብርን ፍቓድ ይደሊ እግዚኣብሔር ኣምላኽ ማለት እዩ ፍቓድ ኣብ ሰብ ኣቐሚጡ እግዚኣብሔር ኣምላኽ እዚ ፍቓድ እዚ ከዓ ንእግዚኣብሔር ክንህቦ ከለና ሓሊፍና እዩ ስለዚ መሓር ርሑሕ ንኾራ ዶንጋይ በዓል ሙሉእ ሳህልን ንእከይ ዝጠዓሰሉ ኣምላኽ ስለ ዝዀንካ እዩ። እዚ ነገር ስለ ዝፈለጥክዮ ኢሉ እውን ክሃድም ከሎ ናብ ቴክሳስ ዝሃደምኩስ እዚ ነገር እዚ ፈሊጠ ካብ መጀመርያ ክገብሮ ከለኹስ ከም ትምሕረኒ እፈልጥ ነይረ። ዋላ እናዓመፀ ከሎሲ ባህሪ እግዚኣብሄር ግን ዝፈልጥ ነይሩ እዩ ነቢያርስ ይገርም እዩ። ስለዚ ባህሪ እግዚኣብሄር እግዚኣብሄር ዘሩ ዳዊት ካብ ለእግዚኣብሄር ሰናይ ሰናይ ከዓ ይገብራል። ስለዚ ባህሪ እዩ እግዚኣብሄር ሰናይ ክገብረና ከሎሲ ደስ ክብሎ ይገብረና ደስ ከይብሎ ከሎ ከም ናይ ሰብ ወይ ከም ፊልሚ ዝስርሖ ኣይኮነን ሰብ ባህሪ እዩ ንሱ ክምሕር ባህሪ እዩ ሰናይ ክገብር ባህሪ እዩ ክድንግፅ ባህሪ እዩ ኣብ ብዙሕ እዋን ንሪኢና ኣብ ጎይታና የሱስ ክርስቶስ ኣብ ወንጌል ደንገጸሎም ደንገጸ ራሕርሐ ዝደንግዝ እዩ በቃ እግዚኣብሔር ዝርሕርሕ እዩ ብዙሕ ምሂሩ ምሂሩስ ክዱ በቃ በልዎም ምስ በሎም ዝብላዕ ኢለ ኣብ በረኻ ኣብ ክኸዱ ኣፋንዎም ምስ በሎ ደቂ መዛሙርቱ ባዕልኹም ሃብኡ ብሉ ንሱ ኢለን ይጽለም ኢልኩም ፋሕ ኢለን ዝረኣየ ምስ ረኣየሲ ጓሳ ከም ዘይብለን ኣባጊዕ ክፍለን ገጸለን ስለዚ እግዚኣብሔር ርሕሩሕ እዩ እግዚኣብሔር ደንጋፂ እዩ ስለዚ ባህርያቱ ፀብፂብና ገሊፅና ናይ ንወደለ ኣብ ሂወትና ስለ ዝጠዓምናዮ እውን ንፈልጦ ኢና ማለት እዩ ኢየሱስ ክርስቶስ ጎይታ እዩ ስለዚ ካብቲ ባህሪ ካብዚ ነገር እዚ ግን ገለ ነገር ተመቒልና ንኸውን ይህልወና ዶ ካብ ዓለም ዘፍልየና ሓደ ነገር ክንብል ኣለዎ። ኣነ ኣማኒ እየ፣ ኣነ ሰዓቢ ናይ ክርስቶስ ክብል ድሕር ኮይነ ሰብ መፂኡ ኣባይ ፍቕሪ ዘይረክብ ድሕር ኮይኑ ምፅናዕ ዘይረክብ ድሕር ኮይኑ ተጨኒቑ መፂኡ ድሕር ጭንቀት ዝውስኾ እንኾይነ ስንታይ እዩ ከም ዝብሉ ኣቦታትና ሓሚምካ ዝኸድካዮ ስመይ ተምፀልሑ ከዓ ኣመንቲ ከምኡ ንኾኑ ኣለና ምስኣቶም ንጨነቕ ኣማኒ ኮይኑ ዝጨነቕ ብዙሕ ኣማኒ ኮይኑ ድቃስ ኣብየኒ ዝብለካ ብዙሕ ግን ምንጭና ሰናይ ምንጭና ዓረፍቲ እዩ ለጊብናዮ ዘለና እቲ ጉንዲ ለጊብናዮ ዘለና ኣምላኽ ዓረፍቲ እዩ ኣምላኽ ሰናይ ኣምላኽ ምፅንናዕ ሃለሉያ መዝሙር ዳዊት ምዕራፍ ሓደ ከምኡ ያሉ እስከ ይነራይ ኣንብበለይ ፍርሓው

ብሕጊ እግዚኣብሔር ድኣ ዝፍሳህ ነቲ ሕጊውን ለይትን መዓልትን ዝምርምር ሰብሲ ብፁእ እዩ። ንሱ ከምታ ፍርያ በብጊዜያ እትህብ ቆጽራኻ ዘይረግፍ ኣብ ወሰን ወሓዚ ማይ እተተኽለት ኦም ይኸውን። ዝገብሮ ኩሉውን ይሰርቶ። ጌታ ባረካ ስለዚ ያዕቆብ ሰለስተ ደልዩ እሱ ኢሉ ከምታ ፍሪኣ እትህብ ቆጽላ ዘይትረግፍ ኣብ ወሰን ሓዝማይ ስለዚ እዚ ሰብ እዚ ኣብ እግዚኣብሔር ዝተተኸለ ሰብ እዩ ኣብ እግዚኣብሔር ዝቆመ ሰብ እዩ ኣብቲ ጉንዲ ሓቀኛ ጉንዲ የሱስ ክርስቶስ ዝተተኸለ ሰብ ኩሉ ግዜ ክንፈሪ ዝገብረና ክርስቶስ እዩ እቲ ጨንፈር ዘይቲ ጉንዲ ክፈሪ ይክእል ተቆሪፁ ናብ ቀሸኝ ናብ ሓዊ ዝድርብ እዚ ምንጭናስ ምንጨ ፅቡቕ እዩ ምንጭና ምንጭ ፍረ እዩ ምንጭና ምንጭ ናይ ፍቕሪ እዩ ምንጭና ምንጭ ምሕረት እዩ ግን ከምኡ ዶ ንኸውን ኣለና ይትሕተለና ከምኡ ዲና ንኸውን ዘለና ባህርያናትናስ ከመይ ይኸውን ስለዚ ክርስቶስ የሱስ መጀመርያ መጀመርያ ካብ ዓለም ካብ ኣውጻኣና ናብቲ ፍቕሪ ወዲ ናብታ መንግስቲ ፍቕሪ ወድኻ ካብ ኣእተወና ስለዚ ንስኻትኩም እንታይ ኢሉና ኣሎ ናይ ላዕሊ እምበር ናይ ምድሪ ትሕሰቡ ህይወትኩም ኣብ ሰማያት ኣብ ክርስቶስ ተሰንግራ ኣሎ ሓሳብኩም ዘበለ ኩሉ ናይ ሰማይ ይኹን ናይ ምድሪ ማለት እንታይ ማለት እዩ ዝዓር ስጋ

ብትግሃት ዘበለ ተጋደሉ እዚኣ ጥራይ ክርኢ ይደሊ ኣለኹ ኢየሱስ ክርስቶስ ጎይታ ብትግሃት ዘበለ ተጋደሉ ትጉህ ሰብ ከመይ እዩ ኣብ ስርሑ ትጉህ ሰብ ኣሎ ኣብ ዕላሙ ትጉህ ሰብ ኣሎ ኣብ ሓሳቡ ትጉህ ሰብ ኣሎ ኣዝዩ ንጎት ትስዩ ትጋት ትስዩ ከይተሃከየ ህኩይ ሰብ ኣይኮነ ማለት እዩ እግዚኣብሔር ህኩይ ሰብ ኣይፈትን ንሕና ከማን ህኩያት ዶ ህኩያት ክንኮንስ ኣይንደልንና ዋላ ደቅና ከማን ከምኡ ኣይንደልንና ትግህ ኢሎም ክዓዩ ኢና ንደልዮም ደቅና ከማን እግዚኣብሔር ከዓ ዝያዳ ናይ ደሊ ማለት እዩ ትግሃት ክንጋደል ይግባኣና ትግሃት ከዓ ምግዳል እያ ተድልያ ሓይሊ ተድልያ ፀዓት የድልያ

ከምኡ ድዩ? ክርስቶስ ተለዊጡ ድዩ? እግዚኣብሔር ተለዊጡ ድዩ? ኣቱም ህዝቢ ደቂ እስራኤል ዘይተጠፋእኹ ምስ እግዚኣብሔር ስለ ዘይተለወጠ እግዚኣብሔር ኣይልወጥ ክርስትና ኣይልወጥ እዩ ወድ መዝሙር ጎይታ ምዃን ኣይልወጥ እዩ ደቂ መዛሙርቲ ጎይታ ኮይኖም ብናእሽቱ እዮም ጀሚሮ በዓል ጴጥሮስ ሙላው ሃዋርያ ዝፀሓፉልና ግን ንዓበዮም ከይዶም እናጎደሉ ዝኸዱ ኣይነበሩ እንዳወሰኸን ከይደ እምበር እናጎደሉ ይኸዱ። ስለዚ ብትግሃት ተደይ ተጋዲልና ነታ ትግሃት ገድሊ ተደይ ወሲኽናላ ፃዕሪ ተደይ ወሲኽና ገድሊ ማለት ይርዳና ኤርትራውያን ብፍላይ መሪር ዝኾነ ህይወት እናሓለፍካ ናተ ጨፍጨፍካ ትኸዶ ብስጋኻስ ስቓይ ናሓለፈካ እናተሰቃቕካ ትሓልፈ እዩ ንስጋኻ መችይዎ ዝኸይዳ ኮኑ ገድሊ ስለዚ ክትገድል ድሕሪ ኮንካ ክትጋደል ኣለካ ክትጋደል እንድሕር ኮንካ ክትከፍል ኣለካ ዋጋ ክንደይ ሰዓት ንጸሊ እቲ ግዜ ዝሃበና እግዚኣብሔር ሲ ንምንባብ ግዜ ንስእል ዋና ግዜ እኮ እግዚኣብሔር እዩ ካብቲ ዝሃበና ግዜስ ንክንወል ይንኽእል ክንጸሊ ዘይንኽእል ንሕዙናት ክንበፅሕ ዘይንኽእል ዝደኸም ክንበራትዕ ዘይንኽእል ስጋና ሒዘና ክንተግህ ይግባኣና፣ ክንጎይ ይግባኣና፣ ክንጋደል ካኣ ይግባኣና። ህይወት ሰልፊ ኢዩ በሎ እዮብ። እወ ሰልፊ እዩ ህይወት። ኣብ ዓለም ክትነብር ሰልፊ እዩ። እሞ ካኣ ክርስትና ኮንካ ሰልፊ እዩ። ስጋዊ ህይወት ኣለና እዩ ብስጋ ንነብሮ ብናብራ ብዙሕ ኣለና በቲ ከም መንፈሳዊ ነገር ግን የለስቲሮ ኣብ ክልተ ነገር ምሕንካስ ኣይዋፅኣናን ኣብ ክልተ ነገር ምሕንካስ ኣይዋፅኣናን ኣብ ድቦታትና ክልተ ክልተ እግሪ ኣለኒ ኢልካስ ኣብ ክልተ ገረብ ድያ ኣይትኽእል ኢኻ ክልተ እግርኻ ኣብ ሓንቲ ገረብ እያ ከትብል ወይ ከዓ ከይጀመርካ ከትወደቕ ማለት እዩ ስለዚ ክልተ እግሪ እኳ ተሃለወና ንሓደ ነገር ክንከደሉ እዩ እቲ ክልተ እግሪ እምበረይ ኣብ ክልተ ነገር ክንከደሉ ኣይኮነን እዩ። ስለዚ ብክልተ እግርና ክንዓንክስ ፍቓድ ኣምላኽ ኣይኮነን እዩ። ስለዚ ንጋደል ኣሕዋተይ፣ ገድልና ከኣ ኣዝዩ ኣብ ቅድሚ ኣምላኽ ቅቡል መታን ክኸውን ገድሊ ናይ ብዙሓት ተጻሒፍልና ኣሎ። ኣብ ዕብራውያን ጽሒፎም ዘለዉ ብፍላይ ናይ ገለ ኣብዚ ገለ በቃ እንታይ ክንብሎ ኢና ገዲፎ ኣይወድኦን ጸሓፍ ናይ ዕብራውያን ኣብርሃም እንታይ ተስፋ ክወስድ ብዙሕ ዕለት ሓሊፉ ዮሴፍ ኣብ ምድሪ ስደት ከይዱ ናብታ ንግስነት ክበፅሕ ብዙሕ ዕለት ሓሊፉ ዳንኤል ከምኡ ኩላቶም ኣብ ናይ እምነት ዘለዉ ኣብ ናይ እምነት መፅሓፍና ዘለዉ ቦታትና ብምሎም ብዙሕ ገዝ ዝሓለፉ እዮም ተጊሆም ከዓ ስለ ዝሓለፉ ከትዓዊቶም እቶም ዘይተግሁ ከዓ ክወድቁ ከለዉ ሓደ ግዜ ብዙሕ ወንድ ኢና ነና ናይ ነገስታት መጽሓፍ ኢና ነርና ብሉ እቶም ነገስታት ኩሎም ክወድቁ ከለዉ ዘይምትግሆም እቶም ዝተግሁ ግን ኣብ ቅድሚ እግዚኣብሔር ብመስፍር ዳዊት መሊኦም እዮም ሓሊፎም ዘይምትግሆም ግን ወዲቖም ሰሎሞን ዘይምትግሁ እዩ መጀመርያ ትግሃቱ ብዙሕ እዩ ኣብ ቅድሚ እግዚኣብሔር ነይርዎ እግዚኣብሔር ዝፈትዎ ነገር ነይሩ ኩሉ ነገር ሂብዎ ኣብ ዘመን ሰሎሞን ወርቂ ብሩር ከም እምኒ ነይሩ ይገርም ግን ኣይጠቐምን ስለዚ ነቲ ትግሃትካ ገድሊ ተደይ ወሲካሉ ነቲ ገድልካ ትግሃት ተደይ ወሲካሉ ኣብኻ ደው ኢልካ ትሰርፍ ወይ ክርስትና ሓሳብ መጀመርካ ብኡ ይውዳእ ማለት ኣይኮነን ክርስትና ምውሳኽ እዩ እቶም ንኣምላኽ ዝፅበዩ ከም ምኽሩ ግን ተፀውዑ ከም ኣኽላብ ንስሪ ይኸዱ ይጎዩኻ እዩ ኣይደኽሙካ ኣይሕለቡ እዩ ስለዚ ዓ- ንስሪ ካብ ላዕሊ ንላዕሊ ናብ ስቕ እዩ ዝኸይድ ንታሕቲ ኮን ናወረደ ዝኸይድ ንስሪ ካብቲ ዝጀመሮ ንመሊሱ ንበር- ን- ናብቲ በሪኽ ነደየ ይኸይድ ናብቲ ከቢድ ዝኾነ ሕጊ ኣለዎ ምሽ ሕጊ ሰበት ምድሪ ኣንጻር ናቱ ዲዩ ንከይዱስ ናሳሓቦ ከሎስ ይከይድ ኢዩ ሰለ ኢስያስ ከምኡ ኣብጺሑና እቶም ንደቂ ኣምላኽ ዘፍቀሩ ከምክሩ ዝተጸውዑ ይጎዩ እሞ ይሕለፉ ይኸዱ እሞ ይደኽሙ እዚኣ እታ ገ- ትግህና ወይ እታ ም- ምግዳል ወይ እታ ተግሂና ም- ንዓያ ዝግባና ክንከይድ ዋላ ብ- ዳዊት ይሕፍላ ብእርግናኦም ሲ ይፈርዩ ገርም እዩ ኣብ ክርስትን ኣብ ኣብ ስጋዊ ህይወትና ዝኣረገ ሰብ ኣይፈርን እዩ እቲ ናይ ዘርኢ ግዜ ዕድል እናደኸመ እዩ ዝኸይድ ወደ ሎሚ ሳይነስ ዝብሉ ስጋዊ ወዲ 30 ዓመት ዝኾነ ናይ ፆታዊ ርክብ ዘይገበረ ስም ድሕር ኮይኑ እቲ ዘርኢ እናጎደለ እዩ ዝኸይድ ኣብ እግዚኣብሔር ግን ኣብ እርጋንካ ክትፈርም ንስካ እንዳዓበኻ ከይኮላክ እንዳበዛሕካ ክትኸይድ ብምፅናሕናሲ መች ናይ ኢና ክንፈሪ ዝግባኣና ንታ ፍረ በለስ ቆፅል በለስ ርእዩ ጎይታና የሱስ ክርስቶስ መፅእ ክበልዕ ኢሉ ፍረ ዘይብላ ነቲ በዓል ጀርዲን ግን ኣብ ካልእ ግን እንታይ ኢልዋ ደሓን ኣነ ክኹስኩሳ ኢልዎ ክኹስኩሳ እሞኒ ሓደ ዓመት ትፀበያ ፍረ ክትበለ ክዱኳዓ ክኹስኩሳ ፍረ መታን ክህልዎ እግዚኣብሔር ይፅበየና ፍረ መታን ክንፈሪ ገረብ ሎምዓንቲ ክልካ ሎምዓንቲ ፈሪ እዩ ንዓመታ ግን ክፈሪ ይኽእል ሎሚ ብሳይንስ እናገበሩ ኣብ ሽዱሽተ ወርሒ ከም ዝፈሪ እዮም ዝገበሩ ትማሊ ዝሰምዕ ነይረ ዜና ናይ ቲቪ ኤሪ ቲቪ ሲ እተን ደፍሩ ዓዲሎም ሲ ኣብ ሓሙሽተ ወርሒ ሲ ክኣ ክኸውን ዝፈለ እዮም ዝዛረቡ ነይሮም እዚ ሲ ይገርም ኢሎም ብሳይንስ ገይሮም ከምኡ ናብ ባህሪ እናባዝኹ ይኸዱ ኣለዉ ከማን ስለዚ ኣብ እግዚኣብሔር ኮይና ናዓበና ክንከይ ከለና ሰብ ይደክም ናዓበ ይኸሉ ካሊብ ግን ኢሉ ኣነ ከምቲ መጀመርያ ዝነበርኩ ከምኡ ልምስ ሓይለ እዩ ኣሜን ሃለሉያ ኣብ እግዚኣብሔር ክትመጽእ ከለኻ ኣብቲ ዝዓበኻሉ ብስጋ እኻ ትደክም ዘለኻ ትመስል ግን ሓይሊ እግዚኣብሔር እንዳዓበየ እዩ ዝኸይድ እንዳበርታዕኻ እኻ ትኸይድ ከምኡ ይግበረና እግዚኣብሔር ከምኡ ኢሉ በቃ ካሌ ኢያሱ ትፈልጥ እንዲኻ ክልእኸና ከሎ እዩ ሙሴ ሕጂ እውን ሓይለይኮም እየ ዘለኹ ዕድመይ ሰማንያታት በፂሕ ኣሎ ግን ሓይለይኮም እዩ ዘለኹ ስለዚ እቲ ከረን ዘሎ ኣብኡ ለሚደ ኣብኡ ከኣትየ ኣለኹ ጥራይ የማናይ ኢድካ ሃበኒ ኢሉ ሃለሉያ ስለዚ ናይ ክርስቶስ ነገር ትማሊ ከምዚ ነይረ ዘይኮነ ሎሚ ከምዚ ኣለኹ ክንብል ዝግባኣና ትማሊ ፀሎት መርሕ ዘይነርካ ሎሚ ግን ቃል ኣምላኽ ክንነግር ይግባኣና ከም ምብዛሕ ዘበኑስ መምሃራን ክትኮኑ ዶ ተግባእ ሕጂ ግን ንስኻትኩም ቆልዑ ስለ ዝኾንኩም ፀባ ዳኣ እምበር ዕፅምበቢ ኣይኮ ጸሓፈ ብርሃኑ። ስለዚ ሓይልና ካብ መዓልቲ ናብ መዓልቲ ክሕደስ እንድሕር ኮይኑ ክንጋደል እንከለና ክንተግህ እንከለና ኣብ ትግሃትና ገድለ ክንውስቐሉ እንከለና እዮም ኣሕዋትና ተዋህዶ ብዙሕ ናይ ገድሊ መፅሓፍቲ ኣለዎ ህይወት ዝኸፈልዎ ማለት ዩ እቲ ዝኣመነሉ ዋጋ ዝኸፈልዎ ዘንብብሎ ኣብ ነተኽለስ ከምዚ ከምዚ ከምዚ ገይሩ ኢሎም ይዛረቡ ዕላምኦም እዩ ኣብ ዕላምኦም እዩ ገይሮሞ እሱ ንኣምላኽ ንመድፈርቲ እዩ በቲ ቃል ኣምላኽ ካል ዝዛረበሉ ስለ ንፈልጦ ኩላህና ማለት እዩ ነገር ግን ንዕኦም ዝርድኦም ማዕረ ክንደይ ዋጋ ከም ዝኸለ እዮም ዝርድኦ ማለት እዩ ስለዚ ካብኡስ ክመሃሩ ገለ ነገር ክረኽቡ ኢሎም እዮም ዝመሃርዎ ግን ክርስቶስ መጽሓፍ ቅዱስ እኹል እዩ ብዛዕባ ገድሊ ክምህርና እንታይ ኮይኑ ዝተጋደሉ ትዕግስቲ እዮም ርኢኹም ኣለኹም ኢሉና እዮም ክማዕረኽን እዩ ተዓጊሱ ዘለዎ ኩሉ ዘለካ ኩሉ ክትስእን ቀሊል ኣይኮነ ውልድካ ኩሎም ክትስእኑ ቀሊል ኣይኮነ ምናልባት ስለ ዘንበብናዮ ቀሊል ይመስለና ከምኡ ስለ ዝሰማዕናዮ ኣብ ህይወትና ተፈፂሙ ሓንቲ ሚእቲ ቅርሺ ካብ ጅባና ወዲቓ ተጠፊኣ ግን ከመይ ኢና ንብሎ እግዚኣብሔር እንተ እግዚኣብሔር እንታይ ገረካ ኢና ንብሎ እዙይ ናይ ደባሪ ግን ከዓ ኣብ ደው ኢሉ እዮም ንኣምላኽ ከሓደ ንኣምላኽ ይገደፈ እግዚኣብሔር ሃበ እግዚኣብሔር ወሰደ ሃለሉያ እዚያ ክትብል ኣይትኽእልን ኢኻ ፓስተር ኣቤል ሓደ ጊዜ እዚኣ ይብል ኩሉ ነገር ክንብል ንኽእል ኢና ፀገም ንብሉ እዚኣ ዝብል ሰብ ግን የለን ኣብ መወዳእታ ናይ ኢዮብ ምስጢር እዚኣ እግዚኣብሔር ወሰደ እግዚኣብሔር ብዙሕ ነገር ተሃሪምካ ወዲእካ ከለኻ ከምኡ ዝብል ሰብ የለን ካበይ ጀሚርካ ማለት እግዚኣብሔር ዝረድኦ ግን ዲያቆን እስጢፋኖስ ንዝክሮ ኢና ምሽ ኣጨፍጨፍዎ ከለዉ ልክዕ ናይ ክርስቶስ ወዲ ኣምላኽ ኣብ የማን ኣምላኽ ተቐሚጠር እዩ ዝገብርዎ ይፈልጡ እዚ እውን ጸጋ ኣምላኽ ተደይ ክኸውን ስለዚ ወር ኣብ መወዳእታ ካብ መልሲ ክጸብቐልካ ይኽእል እግዚኣብሔር ንጋደል ጥራይ ሎሚ ዘይረኸብናዮ ፅራሕ ክንረኽቦ ንኽእል ኢና እግዚኣብሔር እሙን እዩ ምናልባት ሎሚ ኣይንረኽቦ ኣንሪኦ ንኹሉ ግን ንጋደል ትግሃት ንወስኻሉ ንክርስትናና ነንብቦ ቃሉ ንስማዓዮ ንጸሊ እግዚኣብሔር ኩሉ ግዜ ሓድሽ እዩ ትማሊ ኣይኮነን እግዚኣብሔር ሎሚ እግዚኣብሔር ጽባኻ ኸሪ እግዚኣብሔር ጎይታ ክንቅበል ኮለና ምስ ፈለጥናዮም እግዚኣብሔር ከምኡ ኢልና እንድሕር ኣለና ኣሕዋተይ መንገድና ነስተብር ስለዚ ተመቐልቲ ኣምላኻዊ ባህሪ ክንከውን ይግባኣና እዩ ንጽናዕ ዘይንኸውን ሆነ ንፍቕርን ዘይንኸውን ትኸይድ ኢየሱስ ክርስቶስ ጎይታ እዩ ደጊም ሆን ብበስ ካብ ፍቕሪ ሓሙሽተ ደጊም ነስኩም ብትጋት ዘበለ ተጋደሉ ኣብ እምነትኩም ደግነት ወስኹ ኣብታ ደግነት ፍልጠት ኣብታ ፍልጠትካ ምታእርስኻ ኣብቲ ምታእርስኻ ድማ ዓቕሊ ኣብቲ ዓቕሊ እውን ፍርሃት እግዚኣብሄር ኣብ ፍርሃት እግዚኣብሄር ድማ ምፍቃር ኣሕዋት ኣብ ምፍቃር ኣሕዋት ፍቕሪ ንኩሉ ሰብ እዚ ነገር እዚ እንተለኩም እናማዕበለ እውን እንተኸደ ንምፍላጥ ጎይታና የሱስ ክርስቶስ ኣካየትን ዘይተፍርዩን ክትኮኑ ኣይክሓልወኩምን እዩ። ኣሜን። ሃለሉያ ሃለሉያ። እስከ ንጸሊ ካለ ግዜ ተሪፉ ዘሎ ኣጠቕልላ ቢለ ኣፀላ ቢለ ክንርኢ ኢና። ሃለሉያ መእተዊ ስለዝሓሰብኩ እዚያ ሃለሉያ